ሰላም ሰላም ተኸታተልቲ ናይ ቻነል ከመይ ቀኒኹም ከመይ ኣለኹም ተስፋ ገብር ሰናይ ክትኮኑ ርሑስ ቅንያት እ፣ ቅዱስ ዮሃንስን ርሑስ ሓድሽ ዓመትን ግእዝ ሓድሽ ዓመት ክኾነልና እንዳተመነኹ ከመይ የሕሊፍኩም ኣውደ ዓመት ክሓተኩም ተስፋ ገብር ፅቡቅ ኣውደ ዓመት የሕሊፍኩም ክትኮኑ ምስ ስድራኹም ምስ ደቅኹም ምስ ጎረባብትኹም ምስ ፈተውትኹም ማለት እዩ እዛ ዓመት እዚኣ ካብታ 213 ዓመት ዝተፈለየት ዓመት ክትኮነልና ተስፋ ገብር 214 ፍሉይ ንሰምዓሉ ሰናይ ነገር ንርእየሉ ሰናይ ነገር ንሰምዓሉ ሰላም ናይ ሰላም ምንጪ ንፋስ ትነፍሰሉ እውን ክኾነልና ተስፋ ገብር ማለት እዩ ሎሚ ሓንቲ ሓንቲ ፍልይቲ ቪድዮ ሒዘልኩም መፅእ ኣለኹ ተስፋ ገብር ንኩላትና ክጠቕመና እታ ቪድዮ ካብ ነብሰይ ተሞኪረ ኣነ ዝገበርኩ እየ ምሳኹም ክዕልል መፅእ ዘለኹ ክሳዕ መወዳእታ ድማ ንክትከታተሉኒ ብክብሪ ዕድመኩም ቅድሚ ናብቲያ ቪድዮይ ምእታወይ ቅድሚ ክልተ ሰሙን ይኸውን ቫላምራይን ድበሃል ኣሎ ኣብዚ ካባና ዓሰርተ ደቐቕ ገለ ይኸውን ናይ ጀርመን ከተማ ማለት እዩ ናብኡ ከይድና ነርና ምስ ጆርጅ ኣጋጣሚ ብካልኢና ኢና ከይድና ነርና ኣጋጣሚ ኣብ ሓደ እንዳ ሻሂ ኣቲና ሻሂ ክንሰቲና ምስ ኣተና ሻሂ ገዚእን ሻሂና በቃ ውዒ ነገር ኢና ሒዝና ነርና መፅኡ ሓደ ካብቶም ሰራሕተኛታት ናይ ቫክሲኔት ኮንኩም ዲኹም ገለ ኢልና መፅኡ ሽዑ ኣነ ቅልጥፍ ኢለ ስለምንታይ ትሓተና ኣለኻ ገለ ኢለዮ፣ ምኽንያቱ ኩሉ ግዜ ዘይብሉ ሰብ እንድዩ ተቐዳዲሙ እንታይ ድበሃል ዝገብር፣ ኣነ ቁሩብ ተሃዊኸ ንምንታይ ድኣ ሓቲትካና ገለ ምስ በልክዎ፣ ኣብዚ ውሽጢ ቫክስኔ ዘይኮነ ሰብ ክኣቱ ኣይክእልን'ዩ፣ ከምኡ ሓድሽ ሕጊ ኣምጺኦምልና ኣለዉ ንኹላትና፣ ስለዚ እንድሕር ቫክስኔት ደይኮንኩም ኮይንኩም ኣብቲ ደገ ኮፍ በሉ፣ እንድሕር ኣለኩም ኮይኑ ከኣ ኣርእዩኒ ገለ ብለና ማለት እዩ። ኣነ ኣይወሰድኩን ነይረ ሽዑ ቅድሚ ክልተ ሰሙን ጆርጅ ግን ነይርዎ በበይና ኮፍ ክንበል ኣይንኽእልና ድሓን ኣብቲ ደገ ኮፍ ክንብልና ገሌና ንወፅእ ማለት እዩ ብድሕሪኡ በቃ ምሻሎ ነገራት ይቃየር ከም ዘሎስ ተረዲእና ማለት እዩ ኣነ ኣጋጣሚ ኣብ ስዊዘርላንድ ይኮንኩን ናይ ስዊዘርላንድ ረፍጃ ይኮንኩን ናይ ሽወደን ንሽወደን ክኸይድ ኢለ ክሓስብ ቀኔ ማለት እዩ ንዑታት ክጠያየቅ ቀኔ ኣጋጣሚ ትኬት ክገዝእ ኢለ ምስ ረኣኹ እታ ናይ ቱ ወይ ዝኸፍለላ ዝነበርኩ ዋጋ ዋን ወይ ኮይና ጸኒሓትኒ ማለት እዩ 250 ኤሮ ቱ ወይ ዝጥቀመላ ዝነበርኩ ናይ ዋን ወይ ኮይና ኣብ ልዕሊኡ ከዓኒ ናይቲ ቴስ ዝገብረሉ ናይ ናይ ካብ ኮሮና ነፃ ምዃነይ ንሳ ከዓ ክኸፍል እዩ ሕጂ ገሪምኒ ከመይ እዩ ከቢሩ ገለ የለ መቸም ከንፀርፅር ቀኒ ኣጋጣሚ እንታይ ብለኒ ጆርጅ ከይድና ድሓን ክንሓቲና ምስ ረኣና ግን ቅድሚኡ ዝኾነ ሰብ ካብ ካልእ ሃገር መጺኡ ኣብ ስዊዘርላንድ ቫክሲኔት ክኾን ኣይክእልን እዩ። እቲ ክኸውን ዝኽእል ሰብ ኢንሹራንስ ናይ ስዊዝ ክህልዎ ኣለዎ ወይ ከዓ ኣብ ሕክምና ዝሰርሕ ሰብ ኣብ ዓበይቲ ካምፓኒታት ዝሰርሕ ሰብ ክኸውን ኣለዎ ዝብል እዩ ነይሩ ኣብ ጉግል ቸርክ ምስ ገበርናዮ ድሓር በቃ ኣይነ ከይድና ገሌና ኣጋጣሚ ግን ብዓርቢ ዕለት ዓሰርተ ማለት እዩ ቅድሚኡ ዝነበረት ሓሙስ ሓደ ሰብ ኣብ ሓደ ግሩብ ይሰድድ ማለት እዩ። ኣጋጣሚ ናይ ጆርጆ ግሩብ እዩ ነይሩ። ረቡዕን ዓርብን ኣብዛ ዘለናላ ከተማ ባዝል ማለት እዩ ረቡዕን ዓርብን ብዘይ ሪጋ ብዘይ እንታይ ይበሃል ብዘይ ቆፀራሲ ክትወስድ ትኽእል ኢኻ ቫክሲን ገለ ዝብል ሓድሽ ሓበሬታ ኣውፅኦም ማለት እዩ ሽዑ በቃ ኢልና ንፅባሒቱ ንጎቲ ስኢና መዓልታዊ ደገ ወፂና ስፖርት ንሰርሕ ኢና እሞ በቃ ካብ ስቕ ንብልሲ ዘይንኸይድ ተባሂልና ንኸይድ ማለት እዩ ኬድና ምስ ሓተትናዮም ኣብዛ ዓዲ ኣድራሻ ኣለኪ ዶ ትብለኒ የብለይን ዝኾነ ነገር ኢንሹራንስ ናይዛ ዓዲ ከለኪ ዶ ትብለኒ የብለይን ወላ ሓንቲ የብለይን እታ ዘላትኒ እዚኤን ነው ወረቓቕተየን ገለ ምስ በልኳ እሞ ገንዘብ ክትከፍሊ ኢኺ ገለ ትብለኒ ክንደይ እዩ ሚእትን ሰብዓን ፍራንክ ገለ ትብለና ጸገም የብሉን ክንከፍል ንኽእል ኢና ገለ ተባሂልና ተሰሪዕና ከም ሰብና ሽዑ ክሕራይ ክብሉና ኢልና ብፍጹም ኣይተጸበናን ኔርና። ክሳብ ኣብታ መወዳእታ እንታይ ዝበሃል ንኣቱ እታ ዝወሰላ መርፍእ ድውግኣላ ስጋብ ኣብኡ ምሳይ ኔሩ ጆርጅ ክትኣቱ ትኽእል ኢኻ ጸገም የብሉን ገለ ኢሎሞ ምሳይ ኣትዩ ኣብኡ ምስ ኣተኹ ናይ ብሓቂ ከም ዝውጋእ ሽዑ ተረዲእኒ በቃ ነብሰይሲ ማይ ኮይኑ በቃ ብፍርሒ ነብሰይ የንቀጥቅጥ ኔሩ እንታይ ኮይና ኢዶኖ ኣይተረዳእኒ ድሓር ኣጆኺ ኖርማል እኳ እዩ ወልሓንቲ እኳ ኣይኮነን ገልመለ ገለ ኢሎምኒ ቅድሚ ምውሳደይ ግን ዲፕ ብረስ ግበሪት ነቲ ናትኪ ማስልሲ ኣይተጨናንቕዮ ገለ ኢሎምኒ ኤንወይ ወሲደ ወዲኣስ ወዲእኪ ገለ የለያ ማለት እዩ እወ ወዲኤ ገለ ሕጂ ኣነ ንባዕለይ ሰንቢደ ማለት እዩ ወዲኤ ገዛይ መፅኤ ዝኾነ ነገር ኣይተሰማዓንን ሽዑ 15 ደቂቕ ኮፍ ኢለ ድገረመኒ ነገር ግን ሓንቲ ነብሰጾር ነይራ ኣብ ጥቃይ ኣብ ጥቃ እንተ ወሰድና ነብሰጾር እያ ብጣዕሚ ከብዳ ግጅፊ ነይሩ ክትወስድ ትረኣኽዋስ ዋላ ነብሰጾር ኣድየን ድወስዳ ኢለ ብጣዕሚ ተገሪመ ሽዑ ጆርጅ ልንስ ናይ ግድን እየን ክወስዳ ንሰን እኮ ክልተ ሪስኪ ደለወን ንነብሰን እንደገና ከዓ ነቲ ህፃን ኣብ ከብደን ደሎ ገለ ብለኒ ኦኬ ገለ ተባሂልና መቸም ንኸይድ ዝኾነ ምልክታት ኣየርእየንን ሽዑኡ ምሸት ግን የቐንዝወኒ ነይሩ እዛ ኢደ ኣብ ፀጋም ኢተይ ወሲደ ብጣዕሚ ቃንዛ ነይርኒ የቐንዝወኒ ነይሩ እንደገና ናዕሳ ንበይና ከዓ ረስኒ ይስማዓኒ ነይሩ ምሸት ብዙሕ ኣይደቀስኩን ሓቂ ዘረባ ቃንዛ ነይርኒ ንፅባሒቱ ቀዳም ዕለት 11 ከዓ ከምኡ ኣንሶ ን ከምዚ ክገብሮስ ብፍጹም ኣይክእልን ነይረ ሕጂ ኖርማል ኮይኑ ከምዚ ክገብሮ ይክእል ነይረ ሽዑ ኤንወይ በቲ ኮይኑ በቲ ዝኾነ ነገር ዝረኣኹዎ ሪኣክሽን የለን ወላ ሓንቲ ነገር ዝተሰማዓኒ ነገር የለን ኣይሓመምኩን እቲ ቀዳማይ ከዓ ደሓን እዩ ከም ዝብልዎ ማለት እዩ ዝሓለፈ ግን ጆርጅ ወሲዱ ነይሩ ቁሩብ ኣብቲ ካልኣይ ሪኣክሽን ኣርእዎ ነይሩ ረስኒ ገይርሉ ርእሱ ገለ ሕሚሞ ነይሩ እዚ ዘምፅኦ ዘለኹ ዘረባ ንምንታይ ኢለ ከም ደምፃኹ ተስፋ ገብር ትርድኡኒ ሓድሽ ሕጊ ኣብ ስዊዘርላንድ መፅእ ኣለዉ እቲ ሓድሽ ሕጊ ከ እንታይ ድብል? ካብ ሎማዓንቲ ሶኒ ዕለት ዓሰርተ ሰለስተ ወርሒ ትሽዓተ ክልተ ሽሕን ዕስራን ሓደን ነፍሲ ወከፍ ሰብ ኣብ ዝኾነ ቦታታት ክኸይድ ከምዘይክእል ብቫክሲኔት እንድሕር ዘይኮይኑ ኣብ ዝኾነ ቦታ ክኸይድ ኣይክእልን እዩ ካብ ዕድመ ዓሰርተ ሽዱሽተ ዓመት ማለት እዩ ኣብ ዝኾነ ንኣብነት ኣብ ባራት ድዩ ዲስኮ ዝግበረሉ ቦታታት ሬስቶራንት፣ ስፖርት ዝግበረሉ ቦታታት ተኣኪብካ ኣብቲ ስራሕ ኣብ ትሰርሓሉ ቦታታት ማለት እዩ። ቤተክርስትያናት ክኸውን ይኽእል፣ ላይብረሪ፣ ሚዚዮም ናይ እንታይ ዝበሃል ማለት እዩ ኣብ መርዓታት ንኣብነት ኣብ ቤተ ክርስቲያን ከዓ ብቐዳማይ ሕጂ ሓደ ካህን ከምኡ ክብል ሰሚዐዮ ኣብዚ ሲ ሓድሽ ሓበሬታ መፂእና ኣሎ እንድሕር ቫክሲኔት ተዘይኮንኩም ሲ ክንእትወኩም ኣይንኽእልና ከምኡ ተባሂልና ኣለና ገሌሉስ ይዛረብ ነይሩ ኣብዛ ሰዓት እዚኣ ከኣ እቲ ካህን ዝዛረቦ ዝነበረ ዘረባ ማለት እዩ ብዙሓት ሓበሻ ልዕሊ ዓሰርተ ዝኾኑ ስድራቤት ሓሚሞም ኣለዉ ይብል ነይሩ። ስለዚ ዘይተኸተምና ሰባት ክንህሉ ንኽእል ኢና፣ ናትና ዝተፈላለየ ዓይነት ፊሎዞፊ ወይ ናህና ዝተፈላለየ ዓይነት ኣተሓሳስባ ክህልወና ይኽእል እዩ። ኩሉ ግዘ እንታይ ዝበሃል ምስላ ኣሎ ንዘይደርፈካ ጋሻስ ኣጥቢቅካ ሰዓሞ ዝበሃል ምስላታት ኣሎ ስለዚ ብተፈላለየ ነገራት ይሕዙና ኣለዉ ክንገብር ምዃንና እውን ንግደድ ኣለና ኣብዚ ሰዓት እዚ ግዴታ ኢኻ ክትብሎ ብፍቶት እዩ ነይሩ ብግዴታ እውን እዩ ዝኸውን ዘሎ ምናልባት ብገንዘብ እውን ክኸውን ይኽእል ዝተፈልጠ ነገር የለ እቲ ኖርማል ቴስት ትገብሮ ከም ተሰሚዕን ኢልካ ቴስት ትገብሮ ሕጂ ብገንዘብ ገይሮሞ ኣለዉ ኣብ ስዊዝ ማለት እዩ ስለዚ ነዚ ውን ነቲ ሰብ ናይቲ ሰብ ኣካይዳ ሪኦም ውን ብገንዘብ ክገብርዎ ይኽእሉ እዮም ዝፈለጥክዎ ነገር የለን ክሳብ ሕጂ ከምኡታት ኣይሰማዕኩን ግን ፅንፅንታ ማለት እዩ ከምዚ ምሻሎ ንስኻ ተሓስቦ ነዚ ብገንዘብ ካብ ዝገበርዎስ እቲ ሰብ ክወስድ እንተዘይክኢሉ ውን ነዚ ብገንዘብ ክገብርዎ ይኽእሉ እቲ እንሽራንት ናትካ ውን ኣይከፍልን እየ ክብል ውን ይኽእል እዩ ስለዚ እቶም ዝተፈላለየ ዓይነት ኔጌቲቭ ነገር ክህልወና ይኽእል፣ ዋላ ፍርሒ ክህልወና ይኽእል፣ ኣነ ንባዕለይ ይፈርሕ ስለ ዝነበርኩ ማለት እዩ። ፍርሕና ውሕጥ ኣቢልና ከም ሰብ ኢና ማለት እዩ። ምስ ሰብካ መዓት ዳርጋ መዓት እትበሃል ምስላታት ኣላ፣ ኣነ እኮ ብዙሕ ንፍዕቲ ናይ ምስላ ኣይኮንኩን፣ ግን ከምኡ ክበሃልሲ ይሰምዕ እየ። ስለዚ ብዙሕ ሰብ እንድሕር ድወሰሎ ኮይኑሲ ንሕናኸ እንታይ ኮይንና ኢና ጌና? ምስ ከም ሰብና ጌና ካብ ሰብና እንፍለየሉ ነገርሲ የለን ክብል ይፈቱ ምክንያቱ እንድሕር ደፊረ ኮይነ ይቅሬታ ግበሩለይ እቶም ክንወስድ ዘይንደሊ ሰባት ብዙሕ ነገራት ከምዚ ዶ ከምዚ ዶ ከምዚ ዶ ኢልና ንዘራረብ ሰባት ሲ ማለት ጽቡቅ ኮይኑ ኣይተሰማዓናነ እቶም ዘይወሰድና ደና ኣክሽን ወሲድና ንውሰድ እቶም ወሲድና ዘለና ከዓ ንጥዕና ይግበረልና ኣነ ካልኤቲ ክጽበ እየ ኣብ ቀጻሊ እውን እታ ካልኤቲ ምስ ወሰድኩዋ ክመጻኩም እየ እንታይ እንታይ ስምዒታት ተሰሚዕኒ እንታይ ኮይነ ክነግረኩም እየ ምክንያቱ ኣነ ዝፈልጦም ሰባት ብዙሓት ሰባት ወሲዶም ኣለዉ ብጀካ ጆርጅ ማለት እዩ ወላ ሓንቲ ነገር ኣይኮናን ገለ ይብሉ ብቀረባ ዝፈልጣ መሓዛይ እውን ኣላ ወላ ሓንቲ ኣይኮንኩን ገለ ኢላትን ማለት እዩ ክልቲኡ ወሲደ ሓንቲ ይኮንኩን ላኒ ንጆርጅ ግን ቁሩብ ርእሱ ሕሚምዎ ረስኒ እውን ገይሩሉ ሸዓ መዓልቲ ዕረፍቲ ወሲዱ ኢሉ ንፅባሒቱ ማለት እዩ እታ ዝወሰደላ መዓልቲ ንፅባሒቱ ስለዚ ለሎማዓንቲ ዝሓሰብኩዋ ቪድዮ ብዛዕባ ኮቪድ እዚኣ'ያ ነይራ። እቶም ዘይወሰድና ንውሰድ ክብለኩም እፈቱ። እቶም ዝወሰድና ከኣ ደጊመ ንጥዕና ክኾነልና እንዳተመነኹ ኣብ ካልእ ቪድዮ ብኻልእ ኣርእስቲ ክሳብ ዝመጻኩም ሰናይ ቅነ። ቻው።